ሰላም ሰላም ደቂ ዓበይቲ ከመይ ሓዲርኩም ከመይ ኣርፊድኩም ከመይ ውዒልኩም ከመይ ኣምሲኹም ዓለም ምሉእ ዘለኹም ተጋሩ ኤርትራውያንን ማለት እየ ኣብ ዓዲ ዘለኹም ያው ምሸት እዩ ዘሎ ሰላምታይ ንኩልኹም ምብፃሕኹም ፈተውቲ ሰላም ፈተውቲ ፅምዲ ህዝብታት ትግራይን ኤርትራን ወገናት ኣብ ክልትኡ ሃገር ትነብር ህዝቢ ኣብ ስደት እውን ዘለካ ትግራዋይ ኤርትራዊ ከመይ እያትኩም እናበልኩ ከምቲ ልምድና እቲ ጽምዶ ከመይ ጌሩ ንጸላእትና ብደዎም የምክኾም ኣሎ ድቃስ ይኽልክሎም ከም ዘሎ ትርእይዎ ኣለኹም ስለዚዩ ቀጽሉላቱ ጽምዶ ማለት ሰላም ማለት እዩ ኹናት ኣይኮነን ኹናት ደለይቲ ናይ ብልጽግና ስርዓትን ትዓሰዉ ተጋሩን ኤርትራውያንን ምስ ብልጽግና ተሰለፉ ንዞም ክልቲኦም ማሕበረሰብ ትግራይን ኤርትራን ናጻልኡ ናባኣሱ ናዳኸሙ ንሶም ተረባሕቲ ክኾኑ ንሕና ግን ቀጺልና ተዓሺና ከምዚ ናይ ዝሓለፉ ዘመናት ኣይንቃተልን ሕድሕድና ኢልና ናብ ሓደ ዝመጻናዮ ተጋሩን ኤርትራውያንን ሕዚ ንጸላእትና ድቃስ ዝኸልኤ ጽምዶ ይበሃል እዚ ጽምዶ እዚዩ ይጥንክር ስለ ዘሎ ብልጽግና ዝገብሮ ዩ ጨኒቕዎ ዘሎ ብቶም ናይ ብልጽግና ትግርኛ ተዛራብቲ ዝበልጸጉ ዝኸሓዱና ዘይፍሓርዘይፍሕርዎ ጉድጓድ የለን ዘይግምጥልዎ እምኒ የለን ግን እቲ ርእሶም እምኒ ስለ ዝኾነ ዘምጽዎ ጉዳይ ካል የለን። ሕጽር ሕጽር ኣቢለ ክነግረኩም እቲ ጉዳይ እንታይ እዩ እኒሀ እንተይልና ብልጽግና ብሓደ ወገን እንታይ ይብል ኣሎ ሕወሓትን ሻዕብያን ወይ ደማ ትግራይ ኤርትራ ሱዳን ብሓደ ኮይነን ይስዓር ኣለኹ ይጠፍእ ኣለኹ መን እዩ ዝምሕረኒ መን እዩ ዝሕግዘኒ እንታይ እየ ዝገብሮ ናብ ዝጣት ኣዝዩስ መን እእተወኒ እናበለ እዩ ዝበኪ ዘሎ ንዓለም ብሓደ ወገን ከኣን መሪሕነት ትግራይ ምስ ኤርትራ ርክክብ ዝገብር ምሳይ ኣብ ኣዲስ ኣበባ ዘሎ ድርድር ኣይገብርን እዩ ከዓ ዝብል ሓበሬታ ይወፅእ ኣሎ ኦኬ ሶ ስርዓት ብልፅግና ምስ ህወሓት ምስታ ድቆ ኮይና ሒዚ ምስታ ድቆ ዝበልካዬ ሕውሓት ሲ ኣባሳንጆ ሰዲድካ ልዕሊ ሓምሳ እምባሳደራት ንመቐለ ሰዲድካ ሕዚ እንደገና እምባሳደር ናይ ኣመሪካ ኤሪክ መሲንጋ ክትሰድድ ሞኪርካ እዋ ብልሓት እኮ ጠፊኡና ሕዚ እንታይ ኢና ንገብሮ እቶም ያ ጀምዓ ያኒ ዓረብኛ ከዓ መፂለይ ያ ጀምዓ ሓቀይ እየ ዋ ኣከል በንባሕ ወጀ መልማሺ ደበልና ዞም ጎራባትና ዓረብኛ ተዛረብቲ እንታይ ኢና ንገበሮ ጨኒቅና እኮ መትሓዚ ስኢናሉ ንወዲ መሽረፈት ወዲ በሻሻ ውድብ ሕወሓት እንደ ድቆ ተበትናል ኢልካ ኣላ ኢኻ ኣምሓርኛ ተዝኽእሎ ጽቡቅ ነይሩ እንደ ድቆ ተበተነት ህወሓት ኣሁን ታዲያ ምን ኣመጣት ወደ ስልጣን በሊጻትካ ኣይኮነ ማለት ሕውሓት ርኢኻ ዓቕሚ ምህላዋ ሲ እዚ ዘርእየካ ሕውሓት ሕውሓት ማለት እኮ ታሪክ ናይ ሕውሓት ዘይፈልጡ እቶም እቶም መናእሰይ ሒዝ ገልገል እዮም ውሑዳት እዮም ቁሩ ኮይኖም ግፁ ኢሎም ዓወድወድ ዝብሉ ዘለዉ ሕወሓት ጥፋእ ሕወሓት ከም ሕወሓት መን ከጥፍኣ ኣተሓሳስባ እኮ እዩ ሕወሓት ስነ እምሮ እኮ እዩ ሕወሓት ሕወሓት ርኢኻ ሕወሓት ናይ ሕወሓት ጅግንነት ተዛሪብካ ይውዳእ ግን ሕዚ ዝመዓራረዩ ነገራት ኣለውና ብሓጺሩ ሕዋሓት ተኣምር ዝሰርሐቶ ጥይት ተይተኮሰት እቶም ብ ሰለስተ ሚእትን ስሳን ድግሪ ከቢብና ንትግራይ ክነጥፍኣ ኢና ኢሎም ምስ ብልጽግና ተሰሊፎም ነበሩ ኩሎም ንሳቶም ሒዚ ሕዋሓት ታይ ገይራ መስለኩም ምስ ብልጽግና ምባኣስ ጥራይ ዘይኮነስ ብመሳርያ ክታኾሱ ገይራቶም። ሓደ ኣብነት እየ ዝወኩም ዘለኹ ናይ ስረ ናይ ህወሓት እንታይ ማለት ዓቕሚ ናይ ህወሓት ከም ድቆ ተበቲና ሒዚ ከዓ ነየ ብፋስ ገይራ እያ እግሪ እግሩ ንስርዓት ብልፅግና ትቕርድዶ ዘላ ስረ ናይ ህወሓት ሲ ኣይትፈልጥዎን ኣብቶም ዘይትፈልጥዎ ተምሃሩ ተረጋግኡ ሕውሓት ሲ ኣዋፊራ ኢያ ብደንቢ ገይራ ኩሉ ዓለም ሕዚ ብልጽግና በቃ ብገንዘብ ብመሳርያ ዘይሰዓር ህዝቢ ዘይሰዓር ሓይሊ የለን ዝበሎ ታይ ደኣ ኮይና ትግራይ ዘይተስዓረት መሪሕነት ትግራይ ሬኹሞ ውሕልል ምዃኑ ሒዚ ሱዳንን ኤርትራን ትግራይን ብሓደ ኮይነን የጥፍኣን ኣለዋ ብበይሻንጉል ኣርሚ ሰብዓ የጥፍአን ኣሎ ኢሉ ብቶም ብልጽግና ተጋ ተጋሩ እኒ ጻድቃን እኮ መግለጺ ይወጽእ ኣሎ ንሰምዖ ኣለና ንሪኦ ኣለና ስለዚ እዩ ሕዚ ኣሕዋተይ እንታይ ክብል ደልየ እዞም ሓድሓደ ውልቀ ሰባት ከምኒ ኣዶናይ ከምኒ ብስራት ከምኒ በረካት ኣብርሃ ካልኦት ካልኦት ዘለዉ ዋጭዋጭ ዝብሉ ዘለዉ ናይ ብልጽግና ከልቢ ኣኽላባት እዞም ዝነብሑ ዘለው ናይ ብልፅግና ኾራኹር እዞም ዕሱባት ዝኽሓዱ ህዝቢ ትግራይ ኣዶ ትግራይ እታ እተደፈረት ሓፍትና ኣዶና ኽሒዶም ሒዚ ንውልቀ ረብሓታት ዝጓየ ዘለው ንሕና ጠሚና ድዩ ሓሚቕና ድዩ ተሸጊርና ድዩ እዚኣ ሓቢርና ኽንስዕር ክንወፃ ኢና ፅባሕ ንግሆ ግን ሕድሕድ እዚኣቶምን እቶም ዝዋፈሩ ዘለው ተጋሩ ልዕሊ እቶም ፀላእትና ንኣኣቶም ክንፋረዶም ኢና እወ ንኣኣቶም ክንፋረዶም ኢና መንእሰይ ትግራይ ሰራዊት ትግራይ ፖሊስ ትግራይ ንዚኣቶም ዘይፋረድ ስርዓት ትግራይ ንቀፃሊ ንሕና ባዕልና ትጉምቲ ክንወስድ ክንዳሎ ክንክእል ኣለና ንዚኣቶም ተኾነ ተኾነ እቲ ስርዓት ናይ ትግራይ ብሕገ ደንቢ ስጉምቲ ክውሰደሎም እዞም ኣካላት እዚኣቶም ኣብ ዝመቸወና ሰዓት ሓቢርና ምስ መንግስትና ምስ ውድብና ንዛተ። ካብኡ ወፃኢ ግን ንዚኣቶም ይቕሬታ ሓቲቶም ዶ ከምዚ ኢሎም ዶ ተባሂሎም ፅባሕ ንግሆ ኣብ ትግራይ ከም ድሌቶም ክዕንድሩ ኣብ ትግራይ ከም ድሌቶም ክንቀሳቐሱ ሒዚ ነዶ ትግራይ እናንብዑ ሒዚ ንትግራይ እናፍረሱ ንዚኣቶም ዘይቐፅዕ ስርዓት ናይ ትግራይ መንግስቲ ትግራይ ኣብ ቀፃሊ እየ ዝብለኩም ዘለኹ ንሕና ባዕልና ሓላፍነት ንወስደሉ ነቲ መንግስትና እውን ሽዑ ሓቢርና ንቃለሶ። ሽዑ ብሓደ ተሰሊፍና እዚ ነገር እዚ ኣየዋፀናን እዚኣቶም ፅባሕ ንግሆ ኣይ ዶን ኬር ታይ ቅርሺ ኣለዎም ታይ ኣስተዋፅኦ ክገብሩላ እዮም ንትግራይ ነው ሒዚ እያ ኣብታ መራር ግዜ ኣብታ ሰዓታ ሒዚ ኣብ- ምስ ትግራይ ተሰለፈ ምስ መንግስቲ ትግራይ ተሰለፈ ምስ ሰራዊት ትግራይ ተሰለፈ ሓቢሩ ምሳና ዝስዕር እዩ ንትግራይ ፅባሕ ንግሆ ማዕረ ትብፅሖ ሕይዚ ምስ ጸላእቲ ተሰለፈ ሕይዚ ኣንጻር መኸተ ዘንቀሳቅስ ዘሎ ማሕበረ ሚድያ ትግራይ ክትዳኸም መኸተና ክዳኸም መንግስትና ክዳኸም ሰራዊትና ክዳኸም ዝሰርሕ ዝኾነ ኣካል ጽባሕ ንግሆ ብይቅርታ ዘይኮነ ክመሓር ብኸሪር ዝኾነ መቕጻዕቲ ንክቕጻዕ ኢና ክንቃለስ እዚኣ ከይትርስዑ እዚ ለይ እዚ ዋጭዋጭ ዝበሃል ዘሎ ኣብ ማሕበረ ሚድያ ናይ ልኡኻት ብልፅግና ብልፅግና ትግርኛ ተዛረብቲ ዝበልፀጉ እዞም ጠላማት ናይ ሓፂር ግዜ እዩ እቲ ዝገብርዎ ኣለዉ ሒዚ ኣብ ቀረባ ግዜ ከይትጠራጠሩ ኣይኖ ቅድሚ ሒዚ ከምኡ እናበልና እናተዛረብና ተስፋ ዝቆረፅኩም ነዊሕልና ዝበልኩም ዝጨነቀኩም ኣለኹም ኢኹም ዓለም ምሉእ ዘሎ ማሕበራዊ ሚድያ ትንቀሳቀሱ ግን ክትርድእዎ ዘለኩም ውድብ ህወሓት ሒዚ እያ ምሉእ ብምሉእ ትግራይ ተቋፃፂራ ዝኒሃ መንግስታ መሊሳ ዝኒሃ ሰለስተ ወርሒ ኣይገበረትን ኣብዚ ሓፂር ግዜ ግን መዓት ባንዳታት መዓት ኣብ ሰራዊት ዝነበሩ ኣብ ስለያ ዝነበሩ ኣብ ፖሊስ ዝነበሩ ኣብ ሕክምና ዝነበሩ ኣብ ዝተፈላለየ ኮይኖም ብልፅግና ዘርጊሕዎም ዝነበረ ማእለያ ዘይብሉ ትግረዋይ ብቅርሺ ዝተሸጠ ንዓዱ ዝሸጠ ዓዱ ሃፍተ ገነት ዝጓሕጎሐ ኣደ ትግራይ እናነብዐት እዚዩ የፅርዮ ኣሎ ሂዚ ውድብ ህወሓት መንግስቲ ትግራይ ሰራዊት ትግራይ ፖሊስ ትግራይ እዚዩ ኢና ተፀቢና ነርና ጌታቸውን ወዲ ወረደን ዝገበርዎ ክሕደት ኣብ ህዝቢ ትግራይ ዝሓለፉ ሰለስተ ዓመትን ሸሞንተ ኣዋርሓትን ብሰንኪ ግዝያዊ ምምሕዳር ዋጋ ከፊልና ኢና። ግዝያዊ ምምሕዳር ተባሂሎም ግዝያዊ ምድንጋራት ኮይኖም ኣብ ውሽጥና ተሰግሲጎም ሓድነትና እናሸርሸሩ ኣዶ ትግራይ እናንብዑ ተጋደልቲ ጀጋኑና ከም ምግዳል ጅግንነት ከም ዘይኮነ ዘናሸዉ ዘራኽሱ እዞም ውርደተኛታት እዚኣቶም እቶም ንሃቶም ተዋፊሮም ናይ ብልፅግና ልኡኻት ኮይኖም ዝሰርሑ ዝነበሩ መንግስቲ ትግራይ ውድብና ህወሓት እቲ ስርዓት እዚ ኣመዓራርዩ ብፈጣን ጨራሪሱ እዚ መኸተና ኣቲና ናብ ሑመራ ክንኣቱ መሬትና ክንምልስ ኣብ ቀልቀል ኢና ዘለና ናይ መጨረሻ ኣብ ጫፍ ኢና ዘለና ኣብ ቀረባ ግዜ እዚኣ ትጸንሕ ብዙሕ ግዜ ዝጸንሕ ጉዳይ ኣይኮነትን ሒዚ ኣብ ቀረባ ግዜ መሬትና ክንምልስ ኢና ህዝብና ተማዛበለ ክንምልስ ኢና ዓድና ትግራይ ካኣ ሃገር ክንገብራ ኢና እዚኣ ከይትጣራጠሩ ሃገረ ትግራይ ኢና ሃገረ ትግራይ ካኣ ህዝቢ ትግራይ እዩ ፃውዒት ዝገብር ሕድ ሕድ ትግራዋይ ትማሊ ዝሓረደካ ትማሊ ዘጥፈአካ ትማሊ ንስኻ ሲ ኣይደልየካን ኣብዚ ሃገር እዚዩ ኣብዛ ኢትዮጵያ ትበሃል ሃገር ሕልፊ ተዋፅኦ ዝገበርካ ንደርጊ ደምሲስካ ሰላም ዘምፃኻ ዲሞክራሲ ዘምፃኻ ንስኻ ኣብዛ ዓዲ እዚኣ ኣይትነብርን እያ ዝበለካ ስርዓት ብልፅግና ኦሮሞ ፅባሕ ንጎሆ እውን ኣየንብረካን እንድሕር ዓቕሚ ረኺቡ ዓቕሚ እንተዘይረኺቡ እዩ ፀገም የለን ክብለካ ዓቕሚ ዘይብሉ እንታይ ክኸውን ኣሜሪካ እውን ክኸውን እኮ እዩ ዓቕሚ እንድሕር ዘይብልካ ትረግፀካ ዓቕሚ እንተፈጢርካ ግን ትፅግዕካ ስርዓት ብልፅግና እዚኣ እያ እወ ምስ ኤርትራ ዝነበረ ፀገማትና ምስ ኤርትራ ዝነበረ ኩናት ትማሊ እውን ኤርትራ ምስ ብልፅግና መፅያ ዝገበረቶ ስቃይ መከራ ህዝቢ ትግራይ መሕዘኒ እዩ፣ ገበን እዩ። እዚ እውን ተራዲና ንክንፈትሖ እምበር ምስ ኤርትራ ተመሊስና ክንዋጋእ ሕነ ክንፈዲ እዚ ሓድሓደ ዝፍክርዎ ዘለው ተጋሩ ንተጋሩ ብምሉእና ኣይውክልን ጠቅላላ ብምንም ተኣምር ምስ ወገናትና ኤርትራ ድሕሪ ሕዚ ንሕና ኩናት ኣይንደልን። ዝተበደለ ኣካል ይከሓስ፣ ዝበደለ ኣካል ይቀፃዕ። እዚ ክልቲኡ ማሕበረሰብ ግን ሓቢሩ ክነብር ብደንቢ ጌርና ክንሰርሕ ሓቢርና ናይ ኩልና ሓላፍነት ክኸውን ክኽእል ኣለዎ። ሰላም እዩ ዘልዮ ህዝቢ ትግራይን ህዝቢ ኤርትራን። እዚ ክልተ ህዝቢ እዚዩ ብሓደ ብሰላም ክነብር እዩ ዝግባእ። ኣብቲ ባይታ ከሒዚ እዚ እዩ ዝስራሕ ዘሎ። እዚ ማሕበረሰብ እዚ ናብ ኩናት ኣይምለስን ድሕሪ ሕዚ ተስፋ ቁረፅ ስርዓት ብልፅግና። ተጋሩን ኤርትራውያንን ብ ስርዓት ብልፅግና ትድግፉ ኣብ ሰዓት እዚ ንውልቀ ረብሓኹም ሃፍቲምኩም ፅባሕ ንግሆ ትነብሩ መሲልኩም ምስቲ ትወስድዎ ዘለኹም ቅርሺ ንግዚኡ ብልዑ ፅባሕ ንግሆ ግን ተን ትበልዕዎን ዘለኹም ተን ትህፍትሞን ዘለኹም ክተፍእዎን ኢኹም ወይ ብኣፍኩም ወይ ብድሕሪትኩም ኣይትነብሩለንን እታ ኢትዮጵያ ትበሃል ሃገር ኣይትነብሩላን። እታ ትግራይ ትበሃል ሃገር ፅባሕ ትህነፅ ንስኹም ኣይኮንኩም ክትውንንዋ፣ ንስኹም ኣይኮንኩም ክትዕንድሩላ። ብደንቢ ኢና ንሕዘኩም ዘለና ትገብርዎ ዘለኹም ሕድ ሕድኩም ይብለኩም ኣለኹ። ሒዚ ውሕዳት ኮይንና ከምዚ ንቃለስ ዘለና ዝመስለኩም ሰባት እኔኹም። ህወሓት ተስዓረት መሲልኩም ሪኢኹሞ ተቓሊስና ወፂና። ኣብ ደገ ዘለና በቃ ተበቲኖም እዮም ተባሂልኩም ክትብትኑና ክንደይ ከይድኩም። ውሕዳት ኢና ንቃለስ ዘለና ግን ብረታዊ ቃልሲ ናይ ዓሰርተ ሸውዓተ ዓመት ክጅመር ተሎ ብውሕዳት ጀጋኑ እዩ ተመስሪቱ። ብውሕዳት እቲ ናይ ውሕዳት ኣስተዋፅኦ ግን ጠንኪሮም መስመሮም ዘይሰሓቱ ቃልሶም ዝቐፀሉ መጨረሽኡ ብሚልዮናት ህዝቢ ትግራይ ብሚልዮናት ህዝቢ ኢትዮጵያ ተኸቲልዎም ደርጊ ተሳዒሩ እቶም ደቂ ደርጊ እቶም እራይ ምራይ እቶም ድቓሉ ዘትከሩና ዘለዉ ሒዚ ፅባሕ ንግሆ እዙይ ኣይድገምን ኣብ ናትና ትውልዲ ኣብ ፅባሕ ዝውለድ ወለዶን ኣብዚ ናይ ሒዚ እኒሀ መንእሰይ ወለዶን እዚኣቶም እዚኣቶም ዓጺብካ ኣጠሚቕካ ኣዩድሕኑን ንዚኦም ብቲ ዝፈጸምዎ ገበናትን ብቲ ዝፍጽምዎ ዘለዉ ገበናትን ቀጺዕካ ግብኦም ምሃብ እዩ እዚ ሒዚ ግን ናይ ሱዳን ጥንካሬ ኣሜሪካ ሒዚ ንሱዳን ሰንክሽን ክትገብራ ትጓየ ዘላ እዚ እውን ክንቃለሶ ክንክእል ኣለና ዝሮ ግን ሒዚ ብሓጺር ክብለኩም እቲ ጽምዶ እቲ ኤርትራ ትግራይ ሱዳን ብሓደ ምስላፍና ብልፅግና ናይ መጨረሻ መብቂዒኡ እቲ ሰዓት ስለዝኾነት ኣብዙይ ኢና ትኪርና ክንቃለስ ዘለና ትግራይ ክትስዕር እያ ምዕራብ ትግራይ ኣብ ቀረባ ግዜ ክንምልሶ ኢና ብስርዓት ብልፅግና ምስ ተኣለየ እንታይ ከምዘጋጥም ትሪኡ ኢኹም እቶም ከመኽላባት ዝነውሑ ዘለው ከምኒ ኣዶናይ ይኹኑ ከምኒ በረካት ኪሮስ ይኹኑ ካልእት ካልእት ዘለው ካልእት እኔው መዓት እንታይ እዩ ዝኸውን ዘሎ? እቲ ቃልስና ተጠናኺሩ ትቱ ይወቅዕ ኣሎ። እዚ እዩ እቲ ራዕዲ ፈጢሩ ዘሎ ኣብቲ ባይታ። ሕዚ በቃ ጠንካራታት ከም ዝኾኑ፣ ዓቕሚ ከም ዘለዎም፣ ንሕና እውን ሕዚ ተዳኺምና ምዃንና፣ ትግራይ ከም ዝፈረሰት፣ መንእሰይ ከም ዘይብላ ትግራይ፣ ፕሮፓጋንዳ ይሰርሑ ኣለዉ፣ ይነፍሑ ኣለዉ ኣብ ማሕበራዊ ሚድያ። ከይትጋገዩ፣ ከይትዳናገሩ። ትግራይ ጠንኪራ እያ ትወጽእ ዘላ። ዳያስፕራ ትግራይ ልቢ ግበር እቲ ሓበሬታ ወዮ ኩሉ ንሕና ኣብዚ ተውፃእናዮ እቲ ሚስጥርና እቲ ሓደ ሓደ ነገራት ክብርታትና ናይ ወታደራዊ ምንቅስቃስና ናይ ካሊእ ስራሕትና ግደፉ ስለ ንብሃል ናይ ካብ ዝሓለፈ ተማሂርና ንቀፃሊ ክንጥንቀቀሉ ስለ ዝብሃል እዩ እምበር ሰራዊት ትግራይ ኣብ ፅቡቅ ኩነታት እዩ ዘሎ ዘድልየና ነገራት ኣማላሊእና ኢና ተዳሊና ዘለና። ሰላማዊ መገዲ ምዕራብ ትግራይ ክምልስ ተኾይኑ ብልፅግና ኩናት ኣይንደልን። ብሰላም ህዝቢ ትግራይን ህዝቢ ኤርትራን ክነብር እዩ። ህዝቢ ሱዳን እውን ሰላም እዩ ዘድልዮ ኢሉ ተተቐቢልዎ ብልፅግና እንታይ ኣዋጊእና ንሕና ድኣ። ንዙይ ዝጥሕስ ስርዓት ንቲ ህዝቢ ከም ህዝቢ ክትነብር ኣይፈቕደልካን ዝብሎ መሬት ኤርትራ ክገቡጥ እየ ባሕሪ ኤርትራ ናተይ እዩ ተጋሩ እዮም ሂቦሞ እቲ ጅግንነት ሰሪሑ ዘጥረዮ ባዕሉ ህዝቢ ኤርትራ ንዙይ ዝኽሕድ ንትግራይ ከጥፍእ ንሱዳን ከፍርስ ዝንቀሳቀስ ሓይሊ ዝኾነ ሓይሊ ግን ሕብረታዊ ቃልሲ መኸተና ሓቢርና ንምክቶ ማለት እዩ። መጨረሻ ዝብለኩም ግን ብሰራዊት ትግራይ ትጠራጠር ትግረዋይ ኣይኮንካን ስረ ኣይዓጠቅካን ሰራዊት ትግራይ ናይ ክልተ ሽሕን ዓሰርተ ክልተን ዓሰርተ ሰለስተን ግዜ ዝነበረን ናይ ሕዚ ዝኒሀን ግን ድሓን ብልፅግና ቴክኖሎጂ ሒዘ እየ ድሮን ሸኪ እፅዒነ እየ ከምዚ ሒዘ እየ ኢሉ ዘሻማቕቆ ዘፈራርሖ ትግራይ ድሕር ሕዚ የለን ናይ ድሮን መልሲ እንታይ እዩ ዘልዮ ንሪኦ ኣለና ሱዳን እኮ ዓሰርተ ሰለስተ ድሮናት ኣውዲቃ ኣይኮነን ጽባሕ ንግሆ እውን ኣብ ትግራይ ይኹን ኣብ ኤርትራ ኣብ ሱዳን ዝመጻ ድሮናት ከመይ ገይረን ከም ዝሕንሸሻ ንሕና ሒዚ በቃ ህወሓት ኣንጻር ድሮን እቲኣ እያ ሰራዊት ትግራይ ተዓጢቑ እዮ ኣንጻር ድሮን ከምዚ ከምዚ እናበልና ክንዛረብ ትደልዩ ሰባት ኣይትጋገዩ ምኽንያቱ ጸላእትና ንሱ እዮም ዝደልዩ እህ የሀው ረኢኹሞ እንዶ ዘይሕጋዊ ዝኾነ ብረታት ብሰዳን ብሰዳን ብኤርትራ ኣትዮም ግብጺ እያ ትምግቦም ዘላ ግብጺ እያ ተዕጥቆም ዘላ እህ ከምዚ ዓጢቆም እዮም እንታይ ኣተወና ስራሕና ንስራሕ ንስራሕ ስራሕና ትማሊ ድሮናት ወቂዑ ንምንታይ ንምንታይ ዘይውደቕዎ እንዳ ተዝህልዎም ትብሉ ሰባት ኣለኹም ኣትም ሰባት መኸተና መዓራሪና መንግስትና መሊስና ተዳሊና ኢና ኩናት ንኣቱ እምበር ጸላእትና ኣብ ዝደልይዎ ሰዓት ንሕና ተቐዳዲምና ናብ ኩናት ኣይንኣቱን። ንዳለዎም ነገራት ነይሮም ምድላዋትና ከኣ ኣጠቓሊልና ንኸውን። ዝምልከቶ ኣካል መንግስትና ባዕሉ ዘምጽኦ ኣብ ዝፈቐደሉ ሰዓት ኣብ ዝብለና ሰዓት ተጸበዩ እንታይ ከም ዝነገረና እንታይ ከም ዝብለና ካብኡ ንጽበዮ። ትግራይ ግን ከም ናይ ቅድሚ ሕዚ ዝሓለፈ ከይመስለኩም ትሽዓተ ሽሕ ሓሙሽተ ሚእቲ ሰራዊት ሒዛ ኣይኮነን ትጽበ ንጸላኢ ካላሽ ሒዛ ኣይኮነን ትጽበ ንጸላኢ እዙይ ሒዛ እያ እዙይ ዓጢቃ እያ ግን ኣይብልን ርእስና እዩ ዝህነጽ ርእስና ኣዕጢቅናዮ ኢና ካሊእ ንዓጥቆ ግን ኣብ ባዕልና ንሓዞ በብዘለኹሞ ሰላም ኩንለይ ካሊእ ስለ ዝትርጎም እዚዩ ኣብዚ የብቅዕ ኣለኹ የቀንየለይ ጠንክሩ ጎብዙ ትግራይ ግን ትግራይ ግን ብለኩም ኣለኹ ትግራይ ድሕሪ ሕዚ ጸላእትና እንኳን ናብ ትግራይ መጽኦም ኣብ ትግራይ ከባሳውሱ ተጋሩ ናብ ትግራይ ገጾም ገይሮም ከይሸኑ ብሰማይ ዘምጽዎን ድሮናትን ኣየራትን ይኹና ብባይታ ዝመጽእ ንኡ እንታይ ዓይነት ግብረ መልሲ ጥራይ ዘይኮነስ ከመይ ገይሩ ከም ዝቃጸል ከመይ ገይሩ ከም ዝድምሰስ ኩናት ኣብ ትግራይ ዘይኮነ ኩናት ካብ ትግራይ ወጻኢ ኢና ገርናዮ ዘለና ቀጻሊ እውን ኩናት ድሕሪ ሒዚ ኣብ ትግራይ ኣይኮነ ግበር ናይ ምዕራብ ትግራይ እያ ምዕራብ ትግራይ ክንምልስ ናይ ሰሙን እያ ካብኡ ዝመጽእ ግን ድሕሪኡ ኣብ ትግራይ ዝካየድ ኩናት ከምዘየለ ሕድሕድ ትግረዋይ ኣብ ደገን ኣብ ውሽጥን ዘለኻ እምነት ኣብ ሰራዊት ትግራይ ይሃልኻ። ሰራዊት ትግራይ ድሕሪ ሕዚ ጋና እንዳሃለወ መኪቱ ጸላኢ ኩናት ዝውላዕ ኣብ ኣዲስ ኣበባ እዩ፣ ኣብ ሽዋ እዩ፣ ኣብ ትግራይ ኣይኮነን፣ ኣብ ኤርትራ ኣይኮነን፣ ኣብ ሱዳን ኣይኮነን፣ ኣብቂዑ እዩ እዚ ብበይሻንጉል ኣትዮም ከጥፍኡኒ እዮም ኣርሚ ሰብዓይ ኢሉ ፃድቃን ኣውጁ ንብለኩም ኣለና ተከተልዎ እንታይ ይብሉ ኣለዉ ፀላእትና ንምንታይ እዮም ዝራዕዱ እዚኦም ምፂኦም ዘለዉ ንእሽተይ ሕሰብ ትግረዋይ ኩሉ ግዜ እናተፈትፈተ ዝኩለሰካ ምግቢ ጥራይ ኣይትብላዕ ውሕሉል ኩን ቆቋሕ ኩን ንቃሕ ግዴታ እዙይ ዓጢቅና ኢና ግዴታ እዙይ ንገብር ኣለና እናተብሃለ ክንገረካ ብመንግስቲ ትፅበ ትግረዋይ በስቢሶ ኣሎ ርእስካ ኣንቃሓዮ ኣብ ርእስካ ዘሎ ጉልባብ ኣውፅኣዮ ንቃሕ ተዛገ ተዳሎ መኸተ ኢና ዘለና ኣብ ቀረባ ግዜ ጸላኢ ክጽረግ እዩ ኣብ ኣብ ትግራይ ዝካየድ ኩናት ግን የለን የምናልባት ድሮናት ሓደ ሓደ ጽዋራት ኣብ ትግራይ ክትኩስ ይኽእል እዩ ንኡኻን ከመይ ከም ንዳሎ ባዕልና ሰላም ኩኑለይ ብዙሕ ምዝራብ ጽቡቅ ኣይኮነን።